እንተሎ ፈጣሪ ኣንቲ ኮኾብ መልኣኽ ፍቕሪ ደስ ክብለንስ ዓይንኺ ንቖሪ ኣምላኽ ተሎስ እዝንኺ ለኮታ የእጋርኪ ይሓምሽሸን ኣይሰከምም ባይታ ክልቴና ንዓርፍ ንስኺ እናፍቀርኪ ናብራ ንምስናፍ ቁሊሕ ምሊሕ ካብ ትብሊ ዝሓሸ ንምምራጽ ይሕሸና ይሕሸና ዓይነበርክኺ ምቕባጽ ኮኾብ ሒዘ ሰብኣ ሰገል ካብ ፍቕርኺ ክገላገል መርኣዪ ኣብ ዘየለ ትርእዮ መን ምዃኑ ከመይ ጨረታ ኣብ ዘይብሉ ትነብሪ ኣብ ዓለመይ ገጣሚ ኣለኹልኪ ማማ ኣብቲ ከውታ ለይቲ ከዋኸብቲ ምስ ሓሳሱ ድምፂኺ መፂኡኒ መቓብር ፈንጢሱ ከመለኻ ከመለኻ ዲኺ ኢልክኒ ማማ ኣለኹልኪ በይነይ ህይወት ይስጉማ ኣለኹልኪ ማማ። ትንፋስ እንተረኸበት ስእልኺ ይሕልዋ። ቃላትኪ የናዲ ካብ መዓሙቕ ጽምዋ። ንኣነ ብኣነ ሓቢኤ ዋርድያ ነብሰይ ኮይነ ሰብ ምዃን ጸሊኤ። ብበሃም ሃሰስታ ሕልና የናዲ ግኡዝ ፍጥረት ኮይነ ሰራውር ስኢኑ ዝቦኽቦኸ ጉንዲ። ምድሪ ቤት ገዛና ኮይኑኒ ጸላኢ ብጸላም የሕሊፉ ንጸላም ዘርኢ ኣለኹልኪ ኣለኹልኪ እህህ ይብል ንብዓተይ ጸንቂቐ ሰብ ስኢነ ነብሰይ ኣዋዲቐ ተኾሊዑ ምስ ዝደበነ ተስፋ ንዓለም ብዓይኒ መፍእ ይሓልፋ ኣለኹልኪ ገጣሚ ምቅሊት ብዝደኸመ ጉልበት ብምህሙን ስጉምታ እተን ዝርካባ እናሃበት ፍሽኽታ ኣብ ሕቑፈይ ክትማሙቕ መሲልዋ ከም ቀደም ባባ እናበለት ናባይ ትቀዳደም እታ ምስኪን ህፃን ብዘይ ግብራ ትቕፃዕ ሓለፋ ኩላትና ብስደት ትውፃዕ ውላድ ሕሱም ኔራ ምቕልግናይ እዋን ምቕሊት ዝስማ ምቕሊ ሊብያን ሳህራን ገጻትና ተማዕዱ ሰባ ከተለሊ ወለዳ ኣጥፊኣ ወለዲ ትደሊ ንብዓተይ ብቑጽሩ ከብደይ ብሕሩሩ ኣብ ውሽጠይ ዘየለ ተፊኤ ክምስታ ክታም ኣንቢረላ ኣብ መዓጓጉርታ ንልዳት ገሃንም ተሳጊረ ናብቶም መጓዕዝተይ ተጸንቢረ ዶላር ተሳኢኑ እግራ እንተዘይወጻ ባባ ክትብለኒ ይሰምዖ ነይረ ድምጻ ገንሸል ባሕሪ ኮይነ ተኸይደ ኣብ ወለዳ ክጸዎም እየ ዛንታኣ ኣብ ልቦም ክስንዳ ግና ዕድል ተመሪቓ ድሕሪ ሳህራን ባሕርን ንሞት ኣሸኒፋስ ይሪኣ ድኸውን ስግንጢር ሰኣን ቅጣብ ሕልና ሰኣን ለባም ዳኛ ሓደና ቁኑዕ ነይሩ ሓዴና ጌገኛ ንሱ እዩ ትሓቂ ተበዲልና ንብል ክልቴና ንካሰስ መሰል ተተንኪፉ ኢልና ንወቓቐስ ክልቲኡ ይውጥን ጸላኢ ከዕኑ ኣብ ኲናት ሰብ ምቕታል ገበን መዓስ ኮይኑ? ከይትመውት ኣይትቀደም ህጀም ተሃጃጀም መሬት ኣንቀጥቅጣ ንፀሓይ ጋሪድካ ሬሳ ሰብ ከስክሶ ኣብ እምባ ዓሪድካ ምስ በሉና ምስ በሉና ተውሳኽና ንሕና ፍቕሪ ሃገር እምበር ፅልኢ ሰብ ዘይብልና ኣርግፍ ውዒልናዮም ፀላኢ ዝተባህለ ታሪኹን ዛንትኡን ባህጉን መጻኢኡን እንከይተመርመረ፣ እቲ ዛንታ ኹናት በዚ ተወዲኡ እቲ ዝበዝሕ ኣብኡ ተሰዊኡ ዝተረፈ ጅግና ተቐቢኡ ይነብር ኮሪዑ ክሳብ ንረክብ ሕልና ሰማዒ ክሳብ ንፈሊ መኖምዩ ጸላኢ ክሳብ ዋጋ ስሕተት ዘኽፍለና ሞባእ ክሳዕ ብውጽኣ መዓት ብሰላሕታ ዝውዳእ ስግንጢርዮ ኹናት ግዳም ምስ ሰፈርካ ክትኣሊ ተጸባኢ ኣብ ውሽጢ ደምቤኻ ይፍጠር ጸላኢ ገጣሚ ኣስመሮም ሃይለ ኣንባቢ ሜሮን ሃብተማርያም

ከይሓሰቦስ ግጥምታት ሓሊሙ ምስ ኣስፈሮ መዝገቡ ተደሲታ ንኢዳቶ ልቡ ኣይጸነሐን ጥርዓን ኣቕሪቡ ሕልመይ ተሰሪቑ ክብል ኣማሪሩ ኣብቲ መጋባእያ ኣብቲ መጋባእያ ፈራዶ ፍርዶም ከይበየኑ እቲ ፈጣሪ ፈጠራ ይግባ ኢሉ ከንሳሕብ ወሲኑ ኣሻቡ ተመሊሱ ኣሻቡ ደቂሱ ሕልሙ ንኽደግም ዓራት ተገምሲሱ ኣይጸንሐን ኣብቲ ሓጻር ቀምታ ኣበራቢራቶ ዘይተሰነደት ዛንታ ሽዑ እቲ ገጣሚ ብሓላሞ ዘመና ሕልሚ ብምሕላሙ ሓይሊ ሓሳበይ ሰሚዋ ንግጥሙ ገጣሚ ሜሮን ሃብተማርያም